ሰላም ሰላም ቤተሰብ ደቂ ዓበይትዋይ ሃመይ ኔኹምለይ ያው ኣነ ሰላም እየ እግዚኣብሔር ይመስገን ንስኻትኩም ደማ ሰላም ክትኮንለይ እናተመነኹ ልማዓንቲ ሒዝልኩም መፅኦ ለሎ ኮለለ እዛ ቦታ እዚኣማ ብስሩ ከይትሓድጉዋ ማለት እዩ ከምቲ ትርእይዎ ኣለኹም ታሕቲ ወዲኦም ሁሉ ነገር ኣጋጣጢሞም ያው ማዕፆ ምናምን ሁሉ ነገር ያው ላዕሊ ኮለና ጠጠው ቢሎም እዮም ሓዲጎም ወኒኡ እዚ ቦታ እዚ ኣብ ከተማ መቐለ ኮይኑ ፍሉይ ቦታ ኣድሓ ከባቢኡ መንደሪኡ እንታይ ይመስል እስካብ መጨረሻ እዚ ቪድዮ ረእዎ ብጣዕሚ እዩ ደስ ልብል ኣብ ጥቃ ኮርኮች ዝዓረፈ እዩ እዚ ቦታ እዚ ማለት እዩ ሚእቲ ኣርባዓ ካሬ እያ ሚእቲ ኣርባዓ ካሬ ኩሉ ነገር ሕጋዊ እዩ ማይ መብራህቲኡ ዝተማልአ በቃ እዚ ናይ ክልተ ሽሒ ገለ ዝተኻፈልዎ እዮም እና ብጣዕሚ እዩ ደስ ልዛ ቦታ እዚኣ ብቻ ቃዕሚ ዘለኩም ኣሕዋተይ ሓቅን ምንጋር ቦታ ይፍለ እንድዩ ግን ናይ ሎማዓንቲ ሒዘዮ መፅእ ኣለኹ ብጣዕሚ ፍልይ ዝበለ እዩ ከምቲ ትሪእዎ ኣለኹም ኣሰራርሑ እለ ፍልይ ዝበለ እዩ እዛ ቦታ እዚኣ እያ ቅድሚ ኩሉ ግን ንቻናለይ ሓደስቲ ዝኾንኹም ሼር ላይክ ሳብስክራይብ ምግባር ቤተሰብ ሁኑ ቤተሰብ ዝኾንኹም ድማ ላይክ ሸር እናገበርኩም ክትኣትው ብትሕትና ይሓትት ያው ጥፍእ ኢለ እየ ኣሕዋተይ ሃመይ ስራሕ ብጣዕሚ ይሓየልንና ብጣዕሚ ስለ ዝሓየለኒ ስራሕ ሙስተዒድ ስለ ዝነበረ ያው ዘን ዕራብለ ሒዘናና ኮለል ናበላ ፈቆዲ ኣዲ ሓፍቶ ቦየ ኣዲ ሓፍትነየ ናበላና ፈቆዲ ስራሓ ኢና ቃኒና ልኡውን የጥፍእ ኢለ ምክንያቱ ሓደ ዩቲዩብ ክትጠፍእ እየ ኢሉኻይ ዝኾነ ነገር ሓበሬታ ክመፅእ ከሎ ብጣዕሚ እየ ከንትንቱልና ከዚ ክልተ ቦታ ሰለስተ ቦታ መፅእና ሓበሬታ ያው ሓሊፍኒ ማለት እዩ እሱ ተሸይጦ እዩ ኦረዲ ናይ ሎማዓንቲ ሒዘልኩም መፅየ ዘለኹ ግን ኣብ ኣድሓ ብዙሓት ኣሕዋት የስልል ፅሕፉለ እየ ኣደ ሓምፅላ ካብኡ ደ ኣንፈቱ ብደንብ ገይርክ ንገርና ላበ እዩ ዝውዕል ላበ እዩ ገፁ እናበልኩም ሚእቲ ኣርባዓ ካርድዩ ክልተ ሚእቲ ካርድዩ ብደንቢ ገይርኺ ኣንፈቱ ንገርና ስለልትውኒ ኣነ ድማ ከምቲ ትርእዩ ኣለኹም ብሕተኹም መሰረት ኣድሓ በተለይ ልሞን ወሪያ ብጣዕሚ እዩ ደስ ልብል ብጣዕሚ ማለት እዩ ካብ መጠን ሓለፈና እዛ ቦታ እውን ፍልይ ልበለት እየ ሒዘልኩም መፅኤ ኣለኹ እዚ ቦታ እዚ ኣብ ሚእቲ ኣርባዓ ካሪ ኮይኑ ዝዓረፈ ኣብ ጥቃ ኮረኮች ልሓዘ እዩ ካብኡ ልለ መስጊድ ኣለዎ ተረዲእኹም ዶ በዳ ኪዳና ምህረት ኮይኑ ሲ መስጊድ ኣለዎ ንዓል ልሓዘ እንታይ ክብለኩም ደልየ ልኩሉ ቃረበ ኣየ ምክንያቱ እዚ እዚ ሓደ ሰብ ቦታ ክገዝእ ተኾይኑ ካብ ናዕሉ ቤተሰብ ለይገበረ ኣይገዜ ግን ኣነ ከዓ ተኣፈቱ ብደንቢ ገረ ከረድኦኩም ደልየ እየ ሚእቲ ኣርባዓ ካሬ ብጣዕሚ እዩ ኣሰራርሑ ቆንጆ ከምቲ ትርእይዎ ኣለኹም መኪና ልእት ኣለዎ ካብኡ ላዕሊ እዮም ጠጠው ኣቢሎም ሓዲጎም ወኒኦም ቤት ውሽጢ ኩሉ ነገሩ ተሃዳዲሙ ኩሉ ነገር ተፈፂሙ እዩ ማዕፆ ተቃረየ ብድጋሚ እዚ ቪድዮ ክመፀኩም እዩ ብደንቢ ገርኩም ረእይዎ ስለዚ ኣብዚ ሕዚ ሰዓት ቦታ ብጣዕሚ ስለ ዝረኸሰ ያው ኣብ ከተማ መቐለ እኳ ንእሽቶን ካብቲ ዝነበረ ንእሽቶን እኳ እንትን እንተበለ ግን ሃሙ ኢሉ እዩ እኒኦ ኣብቲ ገጠራት እኳ ንእሽቶን ርክስ ዝበለ እምበይ ኣብዚ ከተማስ ለለዎ ቀሊል እዩ ሕዋተይ ኣብዚ ሕዚ ሰዓት ቦታ ምግዛእ ለለዎ እየ ለበልኩ ለይብልካ ግን ይቅርዶ ብዚ ዓይነት ሚልዮናት ሲ ሓምሳ ሽሕ እንድሕር ለይብልካ ለ ከባድ እያ ከምቱ ኣነ ልሓስቦ ማለት እዩ ስለዚ እንታይ ክብል ደልየ እዛ ቦታ ለለዎ ሰብ ለለዎ ሰብ ብጣዕሚ እያ ቆንጆ ብጣዕሚ ማለት እዩ ላዕሊ ተደሊኹም ለ ላዕሊ ትፍፅምዎ ትኽእሉ ኢኹም ድሓር ኣብ ትሓቲ ኩሉ ነገር ወዳድ ኢኹም ኒኹም ኣብ ላዕሊ ትነብሩ ወይ ድማ ኣብ ትሓቲ ትነብሩ ለ ጎብለ ተካሪዎ ትኽእሉ ኢኹም ኣብ ትሓቲ ተካሪኹም ንባዕልኩም ኣብ ላዕሊ ኢኹም ትነብሩ ትኽእሉ ኢኹም ወይ ድማ ላዕሊ ካሪኹም ለ መዳየብ ስለለለዎ ኣብ ትሓቲ ትነብሩ ትኽእሉ ኢኹም እዚ ሃም ውሳኔ ከዓ እዩ ሃም ሃፍተግነትካ ልማል ደልየ ግን ትው ንዓለይ ሓበሬታ ኣነፅር ከብልልኹም ደልየ እየ ዝሮ ዝሮ ከዚ እያ ትሽወጥ ደልያ ብቻ ከይቕንጥረልኩም ኣሕዋተይ መዓረይ በዓል ገዛ ድማ ታይልና ላዕሊ ብቻ እዩ ቃሪን እምበይ ኣብ ታሕቲ ኩሉ ነገር ስለ ዝተዋዳደ ቁልፍኻ ተቐቢልካ ብቻ ስምኻ ኣዚርካ ክፍት ቢልካ ምእታ እዩ እምበይ ኩሉ ነገር ስለ ዝተዋዳደ ያው ትሽዓንተይ ነጥቢ ክልተ ኢልና እኒኦ እና ትሽዓንተ ነጥቢ ክልተ ኢልና እኒኦ ሓደ ሓደ እኒኦኹም ኣሕዋተይ ስለለይ ኣብለኩም ንእሽተን ትፅሕፋ ኣለይ ኽና እንታይ እዩ ትሸዓንተ ትሸዓንተ ሚእቲ ሽሕ ድዩ ዋላ ትሸዓንተ ሚልዮን ከይትብላ ከይትጥይቃን ኢለ እየ እና እዚ ሓበሬታ ክገብረልኹም ትሸዓንተ ነጥቢ ክልተ ማለት ትሸዓንተ ሚልዮንና ክልተ ማለት እዩ ስለዚ ትሸዓንተ ነጥቢ ክልተ ንእሽተን ንዓሰርተ ሚልዮን ክልክዓትሲ ንእሽተን እዩ ጎዲልዋ ዝሮ ዝሮ ግን እተን ክልተ ጎዲለ ያው ትሸዓንተ ክብ ክኽእል እዩ ሰብኣይ ተደራሪርኩም ማለት እዩ በዓል ገዛ ሸዋጥና ለዋጢ ኮይንካ ብሓደ ኢኻ ጉደል ቀንስ እናተባሃልካ ትረዳዳእ እና ድርድር ኣለው እዩ ከምዚ ትሪእዎ ኣለኹም መንደሩ ብጣዕሚ እዩ ሓሪፍ እውነት ለለዎ ሰብ እዛ ቦታ እዚኣ ምግዛእ ለለው እዚ ቦታ እዚ እንታይ ኢሉኒ ይብል ሕጉስ ከምዚ ከዚ ናይ ሰብዓ ካሬ ሓደ ሓደ ኣብ ዲያስፖራ ለሎ ከዚ በቃ ግድን ፎቅ ክተስራሕ ኣለካ ልብል ይመፆም እዩ ኣብዚ ቦታ እዚ ግን ተደሊኻ ሽጋ ተስርሕ ተደሊኻ ፎቕ ተስርሕ ተደሊኻ ሰራቪስ ተስርሕ ተደሊኻ ሓንቲ ገዛ ተስርሕ በቃ ሃማፍተግነትካ እዩ ምክንያቱ እዚ እዛ ቦታ እዚኣ ብቻ እዛ መሬት ሓዝዋ እምበይ ኣብዚ ቦታ እዚ ደስ ዝበለካ ኢኻ ተስርሕ ስለዚ ቅርሺ ተሃሊኩም ለያ ፎቕኹም ተስርሑ ቅርሺ ለይብልኩም ተኮይንኩም ለያ ሓንቲ ግድግዳ ሂኩም ትነብሩ ስለዚ እዚ ቦታ ብቻ ይደሓዝና ከምዚ ትሪእዎ ኣለኹም እዚ ቦታና ረእይዎ ኣሰራርሑ ብጣዕሚ ደስ ልልዩና ረእይዎ መኪና መእተዊ ኣለዎ እዩ መረባ ካብኡ ለለ ተደሊኹም ለዚ ፎቅ ትፍፅምዎ ትኽእሉ ኢኹም ኣብ ታሕቲ ወዲኡ ፈፂሙ ኩሉ ነገር እዩ ብጣዕሚ ደስ ዝብል እዚ ቦታ እዚ ኣብ ከተማ መቐለ ኣብ ዓዳሓ ኮረኮች ለሓዘ ኢልኩም ጠይቁም ዝሮ ዝሮ ቁፅሪ ስልኪ ክሓድገልኩም እያ ቁፅሪ ስልኪ ክሓድገልኩም እያ ደውልኩም ብደንብ ገይርኩም ክትረዳድኡ ትኸዱኹም ምስ ደላሊ ደላል ድማ በዓል ገዛ ከረዳድእኩም እዩ ካብኡ ለስኻትም ለ ኣታ ገዛኣይ ኣታ ሸዋጢ ብሓደ ኮይንኩም ኢኹም ትረዳድእና ብጣዕሚ ደስ ዝብል እዩ ዝቦታ ከምቲ ትርእይዎ ኣለኹም ማዕፅለ ፍልይ ዝበለ እዩ እውነት ሓምዚ ጌርካ ኣስርሕኻስ ኣንስ ሓደ ሓደ ግዜ ታዲ ልብል ተመንዮም ሰሪሖምዎ ገዛ ስለምንታይ እዮም ባል ሸጥዎ ኣለዉ ይብልና ኣብዚ ሕዚ ሰዓት ከምቲ ትፈልጡ ዓድና ብጣዕሚ እዩ ዕግርግር ዘሎ በተለይ ሕዚ መረፃ እናተባሃለ ብጣዕሚ ንኡስ ወለዶ ፍቑድ ስደት እዮም ርሕኑ እዮም እውነት ሓቂ እኮ እየ ብትኽክል ማለት እዩ ኣሕዋትና ኣሕዋት ደግማትና ዓዲ ጸሊኦምዎ በቃ ተኣዩ ክኾን ተኣዩ ክኾን ስደት ነይሮም ለሲ ልዓዲ ልክምለሱ ሲ ብጣዕሚ ይፈርሑ ማለት እዩ ምክንያቱ ሲ ዓዲ ሰርሕካ ለይትውልዕስ ተኣዩ ክኾን እና ተኣየ ክብል ደልየ ሓደ ሓደ ለሎ ወላዲ ሓደ ሓደ ለሎ ኣሕዋትለ ግድን እዚ ቦታ ልሸጥዎም ፈቆዱ ሊባና መርሐ ውላዶም ፈቆዱ ስዑድ ዓረብ ስዑድ ዓረብ ልባዕላ እኮ ልብያ እኮ እያ ኮይና እኒያ ልብያ እያ ኮይና እኒያ

ሚእቲ ኣርብዓ ካሬ እዩ እና ቦታ ለይ ሽወጥ ኢሉ ሕጋዊ እዩ ና ኣቦኦም ተጋደልቲ ስዋኣት ተቃበሎንጎ ሓወይ ላብ ልብያ ብደለልቲ ተሸይጡ ሲ እንደዚ ቅርሺ ክፈል ተባሂሎም እቲ ቦታ ለ ኣብዩ ሽወጥ ኢሉ በድሕሪኡ ግን ኣብ ፌስቡክ ሃም ናይ ለተሪ ከውድቀ እየ ኢሉ ተናገ ብጣዕሚ እዩ ልብካ ልቆስል ማርያምን ብጣዕሚ ማለት እዩ ስለዚ እቲ ቦታ ልሽወጥ ለ ቱ ሸዋጢ ዓዳጊ ለ በቃ ተዓዳጊ ህንዲ ልኮነ ይኮን ዕዝር ይለብልሎ ቱ ገዛኢ ግን በቃ ካብኡ ልረክስ ሃምዚ ከዚ ጥንን በለ ከምቲ ትሪእዎ ኣለኹም ክንደይ ሚልዮናት እየ ካለ ይግነ ዓዱ እዚ ከዚ ከምቲ ትሪእዎ ኣለኹም ትሽዓተ ሽወጥ ተባሂሉ ነይሩ ትሽዓተ ሚልዮን ማለት እዩ ብዘበነ ሰላም እናሃለየ ግን እስካብ ዓሰርተ ሓሙሽተ ሚልዮን እዩ ዝሽወጥ ነይሩ ሓቂ ንምንጋር ኣብ ከተማ መቐለ ከዓ ኣብ ከተማ መቐለ መቐለ እዩ ርወልኩም በይ ኣብ ካሊማ ሸውዓተ ሸሞንተ ለ ክርከብ ክኽእል እዩ ግን ኣብ ከተማ መቐለ ብጣዕሚ እዩ ክባር ንዕዳጋ ስራሕ ስለዝኾነ ሰሪሕካ ትበልዐሉ ፆምካ ይትሓድሪ ዋላ ንእሽተን ገዛ ጥሪኻሲ ገዛ ጥሪኻ ልወዓለሲ ቅርሺ እንድሕር ዘይብልካሲ ዋይ ገዛ ይደኒኤኒ ወፅየ ዶ ክሸጢ ወፅየ ዶ ክነግዲ ወፅየ ዶ ድኳን ክገብሪ እልትብለሉ ዓዲ እዩ ልማል ደሊ እየ መቐለ እኮ ልሂን ደይ ነገር እያ ልትሽገን ልን ደይ ነገር እያ እልትዕንግል እና ዝሮ ዝሮ ያው ብጣዕሚ ደስ ልብል እዮ ብቻ ግን ሃገርና ሰላም ይግበረና ኣሕዋት ማዕረ ሰሪሕናዮ ኣካዓዊትናዮ እንደዚ ገዛእና እንደዚ ገበርና ምንም ትርጉም የብሉ ኣታ ገዛና ሲ ሰላም ትኹን እታ ትግራይ ትበሃል ሲ ኣነ ቀደም ይመልሰልና በሃሊት እያ ያው ዘረባ ኣብዚሐልኩም ናይ ልምዓት ብሬና እዚኣ ትመስል ነይራ ደቂ ዓበይቲ ዋየ ፈቲኹምዎ ትኾንኹምለ ላይክ ሸር እናጎርኩም ክትኣትዩ ባይ ባይ ሰሰናዩ